ሰላም ከመይ ትኾኑ ዝኸበርኩም ተኸታተልቲ ሎማዓንቲ ካብ ሕፅር ዝበሉ ኣገደሲ ዝበልናዮም ሓበሬታት ክንርኢ ኢና ብዛዕባ ብኣሜሪካ ዝግበር ዘሎ ንሩስያ ከምኡውን ዩክሬን ንምትዕራቕ ወይ ሰላም ንምፍጣር ዝግበር ዘሎ ሃገራት ኤውሮጳ ኣብ ኣሜሪካ ተረኺበን ኣለዋ፣ ኣብዚ እውን ከኣ እንታይ ይግበር ኣሎ ዝብልን ከምኡ እውን ሓደ ሓደ ኣዝዮም ኣገረምቲ ዝተራእዩ ስእልታት ወይ ኣብ ስእሊ ዝተራእዩ ንኣብነት ከም ትርእይዎ ዘለኹም ቅድሚ ሕጂ ዝተዓደለት ዋንጫ ተመሊሳ ኣብ ዋይት ሃውስ ተራእያ ኣላ ከምኡ እውን ከም ትርእይዎ ዘለኹም ስእልታት እውን ኣገረምቲ ስእልታት ተዘርጊሖም ኣለዉ ብዛዕባ ዝምልከት እውን ክንርኢ ኢና ወይ ኣብዚ ኣኼባ ካብ ዝነበሩ ኣገረምቲ ነገራት እውን ክንርኢ ኢና ብጀካ እዚ ብዛዕባ ኣሌክሳንደር ኢሳቕ ዝምልከት እውን ክንርኢ ኢና፣ ምስ ክለቡ ዝመላለሶ ዘሎ፣ እሱ እውን ዝሃቦ መግለፂ ዝምልከት እውን ክንርኢ ኢና። ብተወሳኺ እውን ኣብ ኢትዮጵያ ዝተኣታተወ ሓድሽ ሕጊ ዝምልከት እዩ፣ ብሕክምናዊ መንገዲ ሰብ ክዓርፍ ክትገብር ወይ ከዓ ሰብ ህይወቱ ክተሕልፍ ክትገብር ዘኽእል ሓድሽ ሕጊ ፀዲቑ ኣሎ፣ ብዛዕባ እዚ ዝምልከት እውን ክንርኢ ኢና። ሳም ወደ ታምሳ ይጽንሑ ከምቲ ልሙድ ላይክ ምግባር ጀምሩዋ let's go። ናይ መጀመርያ ሓበሬታ ብዛዕባ ኣብ ዋይት ሃውስ ዝተገብረ ርክብ ብዝምልከት እዩ። ዝተፈላለዩ መራሕቲ ሃገራት ኤውሮጳ ናብ ኣሜሪካ ኣትዮም ኣለዉ። ትራምፕ ኣብ ኣላስካ ምስ ፑቲን ድሕሪ ምርኻቡ ንዘለንስኪ ናብ ዋይት ሃውስ ዓዲምዎ ነይሩ። ቀዳማይ ሚኒስተር ብሪጣንያ ኪር ስታርመር፣ ፕረዚደንት ፈረንሳ ኢማኑኤል ማክሮን፣ ቻንስለር ጀርመን ፊድሪክ መርዝን ከምኡ'ውን ቀዳመይቲ ሚኒስተር ጥልያን ጆርጅያ ሚሎኒ ምስ ዘለንስኪ ኣብታ ኣኼባ ተጸንቢሮም ነይሮም። ብጀካ እዚኦም እውን ካልኦት ዝተፈላለዩ መራሕቲ ሃገራት ኤውሮጳ፣ ፕረዚደንት ኮሚሽን ኤውሮጳን ኣብዚ ኣኼባ እዚ ተጸንቢሮም ነይሮም። ፕረዚደንት ዩክሬን ቮሎድሚር ዘለንስኪ ብሶኑይ ኣብ ዋይት ሃውስ ምስ ዶናልድ ትራምፕ ካልኦት መራሕትን ኤውሮጳ ክራኸብ እንከሎ ከምቲ ኣብ ለካቲት ዝተኻየደ ዘሰንብድን ሕማቕ ስምዒትን ቁጠዐን ዝመልኦ ኣኼባ ትራምፕን ዘለንስክን ዋላኳ ዝተረፈ ፍልልያት እንተሃለዎም ግጭት ከይፍጠር ተጠንቂቖም ወይ ተላልዮም ዝመፁ እዮም ዝመስሉ። ዘለንስኪ እውን ካብቲ ቅድሚ ሕጂ ወይ ኲናት ካብ ዝጅምር ዝገብሮ ዝነበረ ክዳን ዝተፈለየ ገይሩ እዩ መፂኡ ወይ ባድላ፣ ፀሊም ባድላ፣ ተኸዲኑ እዩ መፂኡ። ቅድሚ እዚ ርክብ ምክያዱ ዘለንስኪ ንምፅንባር ኔቶን ከምኡውን ንክሬምያ ምምላስን ዝብሉ ጉዳያት ክገድፎ ምእንተ ተሰማሚዑ እቲ ዂናት ብቕፅበት ደው ክብል ምዃኑ ትራምፕ ገሊፁ ነይሩ። ዘለንስኪ ኣብዚ ኣኼባ ካርታ ዩክሬን ብምርኣይ ሩሲያ በዝሓለፈ ሽሕ መዓልታት ናይዚ ዂናት ትሕቲ ሓደ ሚእታዊ እታ መሬት ዩክሬን ጥራይ ክትሕዝ ከም ዝኸኣለት እዩ ኣስሚሩሉ ዘሎ። እዚ ንዋይት ሃውስ ሓድሽ ሓበሬታ እዩ ነይሩ። ኣብዚ ካርታ ዘሎ ኢና ሒዝና ክንቃለስ ጸኒሕና ዝበለ ዘለንስኪ፣ ኣብዚ ግዜ እዚ ክንድዚ ዝኣክል መሬት ተታሒዙ ኣሎ ክበሃል ኣይከኣልን እዩ እውን ኢሉዎ ኣሎ። ከምቲ ትሪእዎ ደለኹም እዚ ካርታ እዚ እዩ ኣብ ዋይት ሃውስ ኣርእይዎ ዘሎ ማለት እዩ ወይ ከኣ እቲ ተታሒዙ ዘሎ ከምቲ ትሪእዎ ደለኹም ብቀይሕ መስመር ገይሩሉ ዘሎ ማለት እዩ። ኣብዚ ኣኼባ ካብ ዝነበሩ ዝተፈለዩ ነገራት ወይ ኣዛረብቲ ካብ ዝነበሩ ሓንቲ እዛ ትሪእዋ ዘለኹም ስእሊ እያ። ኣብዛ ስእሊ ክልተ ኣዛረብቲ ነገራት ኣለዉ። እቲ ቀዳማይ ከምዚ ትሪእዎ ዘለኹም ፕረዚደንት ኣሜሪካ ወይ ኣሜሪካ ንሃገራት ኤውሮጳ ብኸመይ መልክዑ ኣኼባ ትገብረለን ዝብል እዩ። ፍሉጥ እዩ ግን ከምዚ ኢሉ ኦፊሻሊ ዝወጽእ ነገር እውን ስለ ዘይኮነ እዩ እምበር እሱ ፍሉጥ እዩ ግን ከምዚ ትሪእዎ ዘለኹም ትራምፕ ንሃገራት ኤውሮጳ ኣብዚ ኩለን ሃገራት ኤውሮጳ እየን ዘለዋ ጀርመን ኣላ ዩናይትድ ኪንግደም ኣላ ብዓብዩ ዩክሬን ኣላ ከምኡ ውን ፈረንሳ ጥልያን ኩለን ኣለዋ ስለዚ ነዚኦም ከመይ ገይሩ ኣኼባ ገብረሎም ኣሎ ትሪእዎ ኣለኹም ኣብዚ መራሕን ተመራሕን ክትፈልዮም ኣየጸግመካን እዩ ማለት ስለዚ ሓንቲ ኣዛራቢት ናይዛ ስእሊ እዚኣ እታ ካልኣይቲ ከኣ ዋንጫ ዓለም ክለባት ቸልሲ ዝወሰደታ ክሳብ ሕጂ ኣብ ቤት ጽሕፈት ዋይት ሃውስ ምርኣያ ዝምልከት እዩ ቅድሚ ሕጂ እውን ቸልሲ እታ ሓቀኛ ዋንጫ ዘይኮነት እታ ካልኣይቲ ወይ ካልእ ዝተሰርሐት ዋንጫ እዮም ወሲዶም ዝብል ዜና እውን ተዘርጊሑ ነይሩ ነዚ ዘራጉድ ከኣ ከምቲ ትሪእዎ ዘለኹም ኣብ ዋይት ሃውስ እታ ዋንጫ ወይ ዋንጫ ዓለም ክለባት ኣብ ዋይት ሃውስ ከም ዘላ ዘርኢ ስእሊ እውን ወጺኡ ኣሎ ማለት እዩ። ስለዚ እስኪ እንታይ ርእይቶ ኣለኩም ብዛዕባ እዚ? እታ ናይ ብሓቂ ዋንጫ ቸልሲ ወሲዶማ ድዮም ዋላስ ኣብዚኣ ተሪፋ? ናብ ካልእ ሓበሬታ ኣብ ኢትዮጵያ ብ ሓገዝ ሞት ምትግባር ክጅመር እዩ ዝብል ሓበሬታ እዩ ድሕሪ እቲ ኣብ ባይቶ ወከልቲ ህዝቢ ኢትዮጵያ ኣብ ዝሓለፈ ወርሒ ጥሪ ብሓካይም ዝተደገፈ ሞት ዘፍቅድ ኣዋጅ ምጽዳቑን ሚኒስትሪ ጥዕና ኢትዮጵያ ነቲ ሕጊ ንምትግባር መምርሒ ከም ዘውጽአን ተገሊጹ ኣሎ። እቲ ረቂቕ መምርሒ ናብ ተግባር ቅድሚ ምምሕልላፉ እንተወሓደ ሰለስተ ሰብ ሞያ ጥዕና ኣብቲ ምርመራ ክሳተፉ ወይ ክሰማምዑ ከምዘለዎም እዩ ዝሕብር። ብተወሳኺ ናይ ቀረባ ኣዝማድ ናይቲ ሕሙም ናይቲ ሕሙም ህይወት ንክፀንሕ ዝሕግዙ መሳርሒታት ወይ ካኒ ኣገልግሎት ደው ንክብል ብፅሑፍ ክሓቱ ከም ዝኽእሉ እዩ ገሊፁ ዘሎ። እቲ ኣዋጅ ኣብ መሳርሒታት ጥራይ ዝተመርኮሰ ስርዓተ ምስትንፋስ ንምቁራፅ ዘፍቅድ እዩ። እቲ ሕጊ ተግባራዊ ክኸውን ስርዓተ ልብን ስርዓተ ምስትንፋስን ክሳብ ናብ ንቡር ክምለስ ኣብ ዘይክእለሉ ደረጃ በፂሑ ስራሕ ምስ ዘቋርጽ'ዩ ወይ ከኣ ሞት ሓንጎል ምስ ዘጋጥም ጥራይ'ዩ። ብተወሳኺ እቲ ሕጊ ብዘይሓዊ ሕማም ንዝሳቐዩ ዜጋታት ንምሕጋዝ ዝዓለመ ምዃኑ ከም ዝተገልጸ ስፑትኒክ ሓቢሩ። እዚ ዓይነት ሕጊ ንመጀመርያ ኣይኮነን ኣብ ኢትዮጵያ ተኣታትዩ። ቅድሚ ሕጂ ብዙሓት ሃገራት'የን ዝጥቀማሉ ጸኒሐን። ማለት'ዩ ሓደ ሰብ ኣዝዩ እንድሕር ሓሚሙ ክሓዊ ከም ዘይክእል እንድሕር ተፈሊጡ፣ ብሕክምናዊ ወይ ብሓገዝ ሕክምና ህይወቱ ከም ዝሓልፍ ወይ ከም ዝዓርፍ ይገብርዎ እዮም ማለት እዩ። እዚ ሕጊ ዝጥቀማሉ ከም በዓል ኣሜሪካ፣ ካናዳ ዝኣመሰላ፣ ኔዘርላንድ፣ ቤልጁም፣ ኮሎምቢያ ዝኣመሰላ ብዙሓት ሃገራት እዚ ሕጊ እዚ ክጥቀማሉ ጸኒሐን እየን ማለት እዩ። ሕጂ ከኣ ኢትዮጵያ ነዚ ሕጊ የእትያቶ ኣላ። ናብ ቀላዕ በሬታ መግለጺ ኣሌክሳንደር ኢሳቕ ዝምልከት እዩ፣ ከምኡውን ኒውካስል ንመግለጺ ኢሳቕ ስዒቡ እውን ናታ መግለጺ ኣውጺኣ ኣላ። ኣሌክሳንደር ኢሳቕ በቲ ናቱ ማሕበራዊ መራኸቢታት ትማሊ ከም ዝገለጾ፣ ኣብ ናይ ክልተ ሽሕን ዕስራን ኣርባዕተን ዕስራን ሓሙሽተን ዓመተ ምህረት ፕሪመር ሊግ ቦታ ብምሓዝ ብብጾተይ ፕሮፌሽናል ኣፍልጦ ምርካበይን ሓበን ይስማዓኒ ድሕሪ ምባል ልዕሊ ኩሉ ደቂ ጋንታይን ደገፍተይን ኣብ መንገደይ ዝሓገዙኒ ከመስግኖም እደሊ እውን ኢሉ ኣሎ። ሎሚ ምሸት ኣብ ጽምብል ክርከብ ኣይከኣልኩን፣ ናይዚ ምኽንያት ከኣ ምስዚ ኩሉ ዘሎ ኩነታት ክሳተፍ ቅኑዕ ኮይኑ ኣይተሰማዓንን ኢሉ'ሎ። ኣብዚ ናተይ ጉዳይ ብዙሓት እንዳተዛረቡ እንከለዉ ኣነ ሱቕ ኢለ'የ ጸኒሐ፣ እዚ ስቕታይ ከኣ ነገራት ከም ድላዮም ክገልጽዎን ንዘይኮነ ሓቂ ከምስሎን ኣኽኢልዎኒ'ዩ ድሕሪ ምባል መብጽዓታት ምስ ተሰብረ እምነት ምስ ጠፈኣ ዝምድና ከምቲ ዘለዎ ክቕጽል ኣይክእልን'ዩ ኢሉ'ሎ። ኣሌክሳንደር ንዝኣተወሉ መብጽዓ ምስ ተሰብረ እምነቱ ከም ዝጎደለ ዘረደኣ መግለጺ ብመንገዲ ማሕበራዊ መራኸቢታቱ ዘርጊሑ ኣሎ። ኣሌክሳንደር፣ ኒውካስትል ድማ ንዕኡ ስዒቡ በዛ ክራማት ክትሸጦ ምዃና ዝኣተወትሉ መብጽዓ ከም ዘይነበረን ብሉጻት ተጻወትቲ ምዕቃብ ድማ ቀዳምነት ቀዳምነታ ምዃኑን ብምንጻር ክትሸጦ ከም ዘይኮነትን መርገጺኣ ኣነጺራ ኣላ፣ ኒውካስትል ከኣ ማለት እዩ። ይኹን እምበር ብወገን ሊቨርፑል ንኢሳቕ ሚእትን ሰላሳን ሚልዮን ተዳልዩሉ ከም ዘሎ ወይ ኣዳልያ ከም ዘላ እዩ ዝግለጽ ዘሎ። ብመሰረት ጋዜጣ ዘ ሳን ዝሓበረቶ፣ ሊቨርፑል ነቲ ብሂግዋን ብሂጋቶን ዘላ ኣሌክሳንደር ኢሳቕ ንምዕዳግ ሚእትን ሰላሳን ሚልዮን ኣዳልያ ከምዘላ'ዩ ዝገልጽ ዘሎ። ናብ በቀል ሓበሬታ ኣብ ትግራይ ዝተፈጥረ ተኹስን ዕግርግርን ዝምልከት እዩ። ኣብ ደቡብ ትግራይ ከተማ መኾኒ ኣብ መንጎ ሓይልታት ትግራይን መንእሰያትን ብዝተፈጥረ ግጭት ብዙሓት ሰባት ከምዝተጎድኡ ተሓቢሩ ኣሎ። እዚ ቅድሚ ትማሊ ሶኑይ ዘጋጠመ ግጭት ኣብ ሓይልታት ትግራይ ኣርሚ ኣርብዓን ሰለስተን ኮረ ክልተ ዝተበገሱ ዕጡቓት ኣባላት ሓላፊ ቤት ፅሕፈት ምልሻ እቲ ከባቢ ንምሓዝ ኣብ ዝተንቀሳቐስሉ ድሕሪ ዝተፈጥረ ምስሕሓብ ዘበገሶ ምዃኑ እዩ ዝግለፅ። እዚ ድማ እቶም ስቪል ተኸዲኖም ምንባሮም ዝተገልፁ ዕጡቓት ንሓላፊ ቤት ፅሕፈት ምልሻ ወረዳ ራያ ኮረኔል ሓለፎም መሓሪ ንምሓዝ ኣብ ዝፈተንሉ ምስቲ ኣብቲ ከባቢ ዘለዉ ውድባት መንእሰያት ሓመድ መኾኒ ከምዝተጓነፁን ንስዒቡ ብዝተተኮሰ ጠያይቲ ኣብ ልዕሊ ነበርቲ ጉድኣት ከምዘውረደ እዩ ተገሊፁ ዘሎ።

ሎማዕ ዝበልናዮ መደብ ዝመስል ነይሩ ክሳብ ዝቕፅል ሰላም